ስሚ እስኪ እቶም መንእሰያት ርኢ ከለኽ ኣብቲ ከተማ ነንሓድሕዶም ክፀዋውዑ ክሰምዖም ከለኹ እኮ ባዕለይ እኮ እየ ዝፈልጦ ዝብሎን ዝኾኖን እኮ ባዕለይ እየ ዝፈልጦ እንታይ ከፊእካ እንታይ ኣኸም ክትብል ደሊኻ እዋ ኣቲ ብውሑዱ እዚ ዋይ ኣነ ኣብዚ ግዜ እዚ ብኻ ተወሊደ እኳ ብል
በዓል ኣቦይ ከ ደኣ ኣቦ መብራት እናተባሃሉ ዝሓለፉ ትኽልስ በሊ ንሳቶም ዳኣ ዕድለኛታት እንድዮም እ ኣታ ከይተባህሉ ኣቱም ናተባህሉ እኳ ሓሊፎም እ ናትናኸ ኣቲ ናትና ናይ ባዓል ኣነኸ እ ኣይ ካብ ኣቱም ኣይ ካብ ሃኒ መዲድ እጽቀጥ ክንበረ ሓዲግ መዲግ ኣላ ሎሎጨይ ሕጅስ እንታይ ደመይ ሓሊፍዎይ ከምቲ ትደልዮ ገይረ ደይ ጽዋዓካ። ሕራይ ዶ ስዊዲ ዋይ
ዋይ ኣቲ ኢልኪ ኢልክስ ሕጅስ ከዓ ናብ ስዊድን ኣይክሰድኒ ኣቲ እ፣ ስዊቲ እዩ ዝበሃል ለቦጭ ፋራ ዊንታ ጓለይ ኣብ ቴሌፎን እየ ዝብለካ ብቴሌፎን ክትድውል ከላ ክትቀባበል ከላ እወ ስዊዲ ቤቢ ክትብልሲ ኣይ ብእዝነይ እንድየ ዝሰምዓ ኣቲ ቤቢ ኮነን ቤቢ ዳኣ ናይ ህፃን ቆልዓ መፀውዒ እንድዩ

ኣብ ዓለም ክንደይ ተቀሚጥካ ዘይኮነ እንታይ ጌርካ እዩ እቲ ዝበለጸ። እዋእ እወ ግን ንሕናሲ ብጀካ ሓጉዙኒ ርድኡኒ ሃቡኒ እንታይ ዶ ንብል ኢና ኣንተ የሉ ጋለይ እስኺ ደኣ ክንደይ ዲ ሓገዝኪ ወይ ኣቱሜ ወሪድኒ ኣንዳ ሳላ ድኽነተይ ንሕጋዝ ኣበይ ኣርኪበሉ እንታይ ድኽነቱ ዋ ንስኽስ ድኻ እዚ ኩሉ ሓሳብ ትህብዮ እዚ ኩሉ ምኽሪ ትህብዮ ኸ ደቦጭ ሓወይ ድኻ ደቦጭ ሓወይ ድኻ ሃብታም ድኻ ወይ እሙይ ናይ ባባ ሓዲግ ክተዛርብ እዩ ባባስ እንኳዕ ዳይ ልክምና ንዓና ኸማን ኣነ ቆሩብ ስኽፍ ትብለኒ ሮቤል ሓወኺ ናይ ደቦጭ ሓወይ ከይወሰደ ይተርፍን እዩ ብጀካ ሃቡኒ ሓግዙኒ ክብል ክልምን እምበር ኣነ ክህብ ርእየ ይፈልጥን ይስተሮ እሙይ ማዕረይ ደሓን ዲኺ ከደኣ ዕድሜኺ ክነውሕ ኢልክኒ ዋ

ብዛዕባ ምንታይ ክድውል ይሓስብ ክንገርኒ ክድውለልኪ ዝሓሰብኩ ዶ እንታይ ኢኹም ትብልዎ ሳፕራይዝ ዲኹም ትብልዎ ሳፕራይዝ ክገብረኪ ደሊ ናይ ሓድሽ ዓመትን ናይ በዓል ልደትን ሓንቲ ያብ ክህበኪ ደሊ እዛ ጓል
እግባኣኪ እዩ

ስማዕ እስከ ንዓኻ እንድየ ኣታ መን ሽምካ ናበልኩ እኮ ኢኺ ትጽውዕኒ ዘይፈልጦ መሲልኪ ደሓን ተላይ ሕጂ ብሕጽር ዝበለ ተሃዊኸ ስለ ዘለኹ እንታይ ኢኺ ደሊኽኒ ተርድእኒ
ወሪድኒ ዶ መብራት ድሕሪ ጽባሕ እዩ ልደተ ክርስቶስ እሞ። እሂ'ሞ።
ዋእ ደሃይ በጊዕ ክትገብር ደልየካ እየ። እንታይ ኢልኪ ተዛራቢት በጊዕ። እንታይ? ይጻወት እኮ እየ ኣለኹ። እዋ
ወጠጦ ወይ ማሕስእ ከይትብልሲ በጊዕ ክትብሊ። ናይ ምንታይ ሕንትሊት!
ከይተሕመኒ።
ወይ ጽጋብ! ብኽልተ ኮራርምትኺ ኣድራጋ።

ውይ ከይትሕመኒ ከይትሕመኒ
ኣንቲ ግደፊ ግደፊ እብለኪ ኣለኹ ግደፊ ክመላልጠኪ እየ ክጀላልጠኪ እየ ግደፊ በሊ ክትፈልጢ ማሕሳ ኣይኮነን ዋላ ጫቑይ ትብና ኣይትረኽብን ኢኺ
በል ቀይሕ በጊዕ ክንዲ ምራኽ ዝኸውን ኣይተምጽሞ እዛ ልደት ዘይ ልደትካ ክገብራ እየ።
ወይለ ቀይሕ በጊዕ ከኣ ደሊኺ ቀይሕ ሽፎን ተኸዲንኪ ደኣ ኮንኪ ዋላ ጸሊም በጊዕ እውን ኣይትረኽብን ኢኺ ዕደ እምበሕ

ኣንቲ ሄለን ጓለይ ኣነ ደኣ ሎሚ ኣይደሊ ኢለ እንድየ እ ይሕግዝ እምበር እሕገዝ ድየ ከመይ ዝበለ ዳዕኛ በጊዕ ገዚኦ ኣለኹ
ኣሜ ማዓረይ ኣሰይ ብጣዕሚ ፅቡቅ ኣነ ካስ ዕቁብ በፂሓትንስ ጫማ ዶ ክገዝእ ገለ ኢለ ተወላዊለ ደሓር ከዓ ኦይ ዛሙየ መዓረይ ሲ ካባ ንጫማ ዝገዝእ እሳ ድፍን ኢላ ከይትውዕል ኣውዳኣመት ምድሪ በጊዕ ክገዝእላ ኢለይ መጽየ ንስኪ ካኣ ተዓዊትክለይ ጫማ ክትገዝእ ሓሲብክን ጫማ ድሕሪ ገዛእክን ንገሪኒ ብሓደ ልብና ጫማ ካኣ ጸኒሕኪ ኦይ ዛሙየ ሽኮር ገሪሙኒ እንዲዩ ዘሎ ወይ ወይ ወይ ሄለን ጓለይ ንስኪ እኮ ሕሉፍ ኢድኪ እቲ ቅድሜኪ ዝፈልጠኒ ደቦጭ ሓወይ ዘይገበሮ እኮ ኢኪ ጌርኪ ዋእ ተቆራጺ ካብታ ንደይ ጠቅማ ተቆራጺ ደሞዝኪ እኮ ኢኪ ንዓይ ትህብኒ ኔርኪ ወይ ኣቱሙየ ነንሕድሕድና ተዘይተሓጋጊዝና ደኣ እሞ ከመይ ጌሩ ኣምላኽ ክሕግዘና ንዓና? እወ ሓቅኺ ንሕና ንዝተሸገረ ሓውና ክንዲ ፍረ ጣፍ እንተሓጊዝና ኣምላኽ ከኣ እንድሕር ለሚንና ክንድጎ ብኸውን እዩ ዝህበና። ብልክዕ ኣሙየ ሕጂ እንድሕር ሂበ እየ ኣነ ክሳዕ ኣጻጽፉ ህያባትን ሓገዛትን ዝመጸልና ኣይከ። ይህ ደኣ በሊ ሄለን ጓለይ ሕጂ ኣነ ኣደልዲለ ረጊጸ ስለ ዝኾንኩ እ ድሕር ሕጂ እተን ተቆራጺ ደሞዝ ትብልኒ ዝነበርኪ ንዓይ ኣቋርጽየን ንሮቤል ሓውኺ ሓዳር ጌሩ ስለ ዘሎ ጸርጸርጸር ይብል ስለ ዘሎ ንዕኡ ሓገዝ ክኾኖ ንዕኡ ሓግዞ። ኦይ ኣሞይ ከኣ ዋእ ስምዕኒ ሞሞይ እዚሲ ወላ ብዶሞዝ ይስራሕ ደኣ እምበር ታክሲ ሒዙስ ብሃቡ ንህበይ ክቕይር ኣሞይ ኩሉ ገንዘቡ ኣበይ ከም ዘጥፍኦ ዘሎ እፈልጥ ስለ ዘለኹ ኣነ ግደፍዮ ንሮቤል ምሕጋዝ ማለት ትርጉም ዝበሃል የብሉን። ደሓን ደሓን ለባም እንዲኺ እስኺ ኩሉ እንዲኺ ሓሲብኪ ትኸዲ ደሓን ሕጂ ከኣኒ

ኣቲ ማማ ንጎ ምድሪ ምስ ዝዓጫጭ ሰብኣይ እንታይ ኢኹም ትበሃሉ ነርኩም ጓለይ?
ኣክበርቲ ስዲ
መቸም ማማ ባባ ዋላ ይህረምኪ ዋላ ይበድልኪ ኣሕሊፍኪ ትህብዮን ኢኺ ምሽ እንታይ ኣምሲለ ኣሕሊፈ ዝሃብኩዎ ኣሚነይ እንዲ ቃል ኪዳን ማለት እንታይ ማለት ድዩ ደስ ከምዞም ደቂ ግዜ ናይ ሓዳሮም ጉዳይ ንጉዳም ኣውፂኦም ኣብ ፈቐድኡ ክዘርዎ ዝውዕሉ መሲልኪ ኣነ እኮ እሞ ድቃስ ጸቒጥኒ ብሕልሚ ዘለኹ ኮይኑ እዩ ተሰሚዕኒ እምበር ገለ ገለ ቃላት እኮ ሰሚዐ ብዛዕባ ኣበጊዕ ዶ ነይሩ እቲ ዳዕዋ ሰሚዕክዮ ዲኺ? ሰሚዐዮ ንኣውደኣመት ኮልኮላ ምልዕልዕልዕ ዝበለ ሕቖኣ ብኽልተ ኢድካ ዘይዕትዓት ዓባይን ስብሕትን በጊዕ ግዝኣልና ተበልክዎሲ። እሂ እሞ እንታይ ክብል እየ ሕጂኸ?
ከምዛ ትደልያ ዘለኺ በጊዕሲ ኣብ ዕዳጋ የላን ኣይብለን በጊዕ ዳበይ ክረኽባ ደልዩ ከምኡ እንተበልክዎ እንታይ ዲልኒ መሲልኪ እንታይ ኢልኪ ከምዛ ትደልያ ዘለኺ ኣብዚ ገዛ እያ ዘላ እሞ ንዊንታ ጓልኪ ክሓርደልኪ እየ ኣይብለንን
ሃላ ስኺ ዊንታ እኮ እያ ኣነ እዚኣ ናትኪ እያ ባባ ድበሎ ኩሉ ሰሚዐ እየ ሓራይ እንተ ሰሚዕክና ዳእሰ እንታይ ትሓትኒ ከረጋግፅ ደልየ በልድኻ
ኣነ እኳ መርገም ኣይፈቱን እንዴ ነቦኺ ከምዚኣ እንተትብልየ ግን ኤህ ኣድግር ገጽኪ ምበለኪ ነይሩ ባባስ ይብል እዩ በጊዕ ዶ ደኣ ከየርግጸና ማማስ ንዓይ ንዊንታ ጓል ሹቕ ክትኮንለይ ማለት ድዩ ብኢደ ዙር እኳ ንስኺ እንዲኺ ኢልክኒ ንዓይ ነንጭዋስ ናብ ልቖታ ድዩ ድብል ባባ ኣናጹስ ትብሉ ኢኹም ኢንዶ
እሞ ንሕና ኣናጹ ተኾይንና እኮ ሰብ ዘዲ ኣንጭዋ የላን
ኣብ ከምዚ መቸስ ክትበልሒ መዓት ኢኺ ኣብ ከምዚ ትበልሒ ደሓን ንሱ እሞ ጽንሓልና ሕጅስ ኣውደ ኣመት ምድርስ ጉም ከብለና ድሓስብ ዘሎ እወ በጊዕ ኣይኮነን ጫቑት ኣይሓርድን እየ በሃሊ እዋ ናትናስ ደሓን ንስኺ ግንሲ እዚ ኩሉ ጼመስ ሕልበት ሽሮ ሓምሊ ምብላዕ ክቁጽሮ ዘይትብልዮ ኣይ ካብቲ ኣብ ፍሪጅ ዘሎ ስጋ ልሉሉሉ ኣቢልኪ ብልዒ እብለኒ ዋእ ጠባይ ኣቦኺ ድዩ ጠፊኡኒ ንዓይ እደ ካብ ፍሪጅ እሞ ዝቐነየ ስጋ ድሎ ደይብሉ ደኣ መጥ እውይ ከይትሓምኒ በጃኺ መልስሕ ከይትውስኽላ እሞ ቁልፊ ውፅኢ ኣቦኺ ንኽልቴና ምልጥ ከየብለና
ባባር ኣይገድፍን እዩ ኣቦኺ ደኣ ድሎት ከንተይልና እያ ንድሎት ዝኸውን ኪሎ ጨጎራ ግዛእ ብለና። ዋእ!
ኣብ ጾም ዝተሓርደ ስጋ ኣይበልዕን እየ ኢልኪ ዘይተንቅጽዮ።
ዋይ ዊንታ ጓለይ እዚ ኣባ ጽብቕቲ ዘረባ ኣምጺኺ። ኣታ ሕማቕ ሰብ እባ የለን እዩ። ሓቅኺ እንዲኺ እሞ በሊ ኣብ ፍሪጅ ዝቐነየ ስጋ ኣብዚ ኣፈይ ልኽፍ ኣይብላን። ከመይ ዲኺዋ እሞ ከምዚኣ በሊ። ኤእ ስቅ ኢልኩም ኢኹም እኮ እዞም ገዛና ኣይትንዕቁን እምበር ርእሲ ደኣ ምሳይ እኮ እዩ ዘሎ ምሳይ። ርእሲ ደኣ ኣሎ ዊንቲ ጓለይ ንዓኺ ክሓርስ ክንደይ ድየ ተጻዒረ እቲ ሕቶ ግን ሕቶ ሓንጎል እዩ ዊንታ ነግናግ። ምሽ
ሰቢሎሞ ሰቢሎሞ
ኣንታ ኣነ እንታይ እዩ ዝገብሮ ውረ ናበይ እዩ ዝኸዶ ናበይ እዩ ሃፅ ኢለ ዝጠፍኦ እንተ ሕጂ ከ እንታይ ኢኻ ኾንካ ዝበል ንስኻ ኸ ሕጂ ንስኻ ሲ ዓርክን ኢኻ ክትበሃል ኣዛቢ እዩ ዕረኹልካ
ዝብኢ ዳሎም ዶ ኮይኑ ዓሪኽለይ በጊዕ ኮይነሉሲ ድሮ እኳ ተዳልዩ ኣሎ ክበልዓኒ ኸላስ ዝበል በጊዕ ኣይተልዕለለይ ካብ ኣባጊዕ ሃዲመስ ኣብዚ ኸዓ በጊዕ ክትመፀኒ ታታ ኢንት ዘረባኻ መትሓዚ ጭራ ዘይብሉ ጭራ
ኪድ መቐመጫኻ ጭራ እንተልይዎ ሃሰስ በሎ እምበር ጭራ ዝህልወኒ ደኣ በጊዕ ድየ ኣነ እታ እሞ ተዝኾንካዮ እንዶ ንገረኒ
ካብ ገዛ ክብገስ ከለኹ እታ በጊዕ መብራት ብዘይካ ሃባ ኣምፅእ ግዛእ ካልእ ቁም ነገር ዘይብላ ኣውደኣመት ስለ ዝኣተወ ደዓኛ በጊዕ እንተዘይገዚእኻ ናብዛ ገዛ እዚኣ ከይትምለስ ክትብለኒ ሃየይ ሃየይ ሃየይ ትበለኒ ካብ እዝግሲ ኣኻዕየ ኢኻ ወይለይ ሓቅኻ እባ ናይ እዚኣ መልስስ ሃየ ዘይኮነሲ በጊዕ ጎሲሰልካ እየ ክመፅእ ነይርኒ ግን ጁባ እንዶ ጥርሑ ኮይኑ ዶ በጫርከይ ተኽላስ በል ንስኻ ጁባኻ ጥራይ ዘይኮነ ጥርሑ ርእስኻ እውን ጥርሑ እዩ ኣይ
ብዛዕባ ርእሲ ሰብ ፈላጢና ፈልጠና ድኻ ዘረባኻ ግርም ነይሩ መን መስማዕ እዮ እንዶ ተባሂሉ። ሕጂ ንስኻስ ናይ ብሓቂ ዲኻ መግዝኢ በጊዕ ሲኢንካ? ሓቅኻ
ንስኻ ጥራይ እኮ ኢኻ ሰበይቲ ስለ ዘይብልካ ባጥ ኢልካ ደቂስካ ዘለኻ። ኣታ ኣነ እንታይ ኮይነ ድየ ካብቲ ትካለይ ሃዲመ ኣብዚ ምሳኻ ስራሕ ኣልቦ ኮፍ ኢለ ዘለኹ። እንድዒ እንታይ እሞ ፈሊጠ። በል ስማዕ እቲ በርኔንቶ ሮቤል ወደይ ደጋጊሙ ይድውለለይ ኣሎ። ምልዓል ስለ ዝኣበኸዎ ኸኣ ፍሉጥ ናፍታ ትካል ከም ዝመጽእ ፍሉጥ። እዋ እሞ ትቕብል ኣቢልካስ ሂሮቤል ወደይ እንታይ ኢኻ ኾንካ እንታይ ክሰምዓካ ዘይትብሎ። ኤህ ሞት ብኽልተ ኢዳ ትቀበልካ። በጊዕ ናይ ኣውደኣመት ግዝኣለይ ከም ዝብለኒ ጠፊእኒሲ ክቕበሎ። እሞ ዘይትገዝኣሉ ዘለዎ ንዘይብሉ እንተገበረ እኮ ጽድቅን ደኣ ኣሉ። ኣታ ኣነ ብምሃብ ዝመጽእ ጽድቂ ኣይብርሃንን እዩ። ኣይ ወ።
እንታይ ደኣ እቶም ኣብ ደገ ዘለዉ ደቅኻ ሓንሳብ ሰዲዶም ሱቕ ዘይብሉ? ንስኻ ከይኣኽለኩም ዘይትብሎም? ዘረባ ረኺበልካ እኳ ኢኻ። ኣነ ሕሉፍ ኢደይ ደቀይ ብስነ ስርዓት ስለ ዘዕበኹ ብስነ ስርዓት ከኣ እናበ። ዶ?
እወ።
እንተ ተሪኻ ኹንካ
እንተ ሓብይ እኳ እንታይ ከም ዝደለኹዎ ስለ ዝፈለጠ እኳ ኮነ ኢሉ ካባይ ዝሕባእ ዘሎ ናይ ውድ ዓመት በጊዕ ግዛእለይ ከም ዝብሎ ስለ ዝፈለጠሲ ኣብ ስራሕ የለ ኣብ ገዛ የለ ቴሌፎን ተደወልኩሉኻ ምቕባል ኣቢኒ መን እዩ ንሱ ንሱ እምበር ትቦኹ እምበር መን ደኣ ኣሎ ካልእ ኣቦኺ እዩ
ኣቦኺ ዲኻ ልከታ ወ ንሓቁ እንዲ ደኣ ከምዚ ክትብሎ ዝጸናሕካ ክገብረካ እንታይ ማለትኪ ንውላዱ ኣቦ ኢሉ ንዝጽውዖ እምበር ንማንም ሓላፍ መንገዲ በጊዕ ዝገዝእ ወላዲ ርኢና ኣይንፈልጥና ማን ሓላፍ መንገዲ ድየ ዶስ ብዛዕባይ ኣነ ዘይፈልጦ ንስኺ ትፈልጥዮ ጉዳይ ስለ ዘሎ እንድዒ ባዕልኻ ደይኮንካ ኣቦኺ ክትብል ጸኒሕካ እማ ሕጂስ ኣቦኺ እንዲ እሞ ንዓኻኸ ኣቦኻ ኣይኮነ እንዲ ወይስ ጎረቤትካ እዩ ኣተይ ግደፍና ንስኺ ኣርኪብኪ። እንታይ ማለት እዩ ኣርኪብኪ?
ኣርኪብኪ ስለ ዝኾንኪ እኮ ኢኺ ቃላት ትቆጻጸሪ ዘለኺ። እሞ ካብ ኣቦ ክትብልሲ ባባ ወይ ኣቦይ ከምዚ ገይሩ ዘይትብል? ዋት ደይ ትገልፍና ኩሉ ሓደ ዋ ንዓኺ ኣቦኺ ተይለኪ ንስኺ ሓፍተይ ስለ ዝኾንኪ ንዓይ ከኣ ኣቦይ ማለት ደይኮነ። ወላ ሓፍትኻ ኩን ሓራይ ኣቦይ ናይ ግድን እዩ ንዓኻ ኣቦኻ ክኸውን። ወይኒ ሓድሽ መርገ ትፈልጥዮ ኣለኪ ድዩ? ዋ ኣነ እንታይ ናይ ዜምብል ድዮ ድርባይ ድየ ኣብ ጽርግያ ድየ ረኺብኒ እንታይ እዎ ትብሊ ዋላስ ይዕብየልና ኢሎም እዮም ሂቦሞ ንዓይ እስኪ ንገርኒ። ስቅ ኢልካ በጃኻ ኢለካ ስቅ ኢልካ ነዛ ነብስኻ ኣይተጓንያ። ኣነ በቦይን በደይን ሓወይ ምዃንካ እየ ዝፈልጥ ሓራይ ዶ ካልኣይ ከኣ ድሕር ሕጂ እቲ ቦኹ ዶ እቲ ኣዴኹ ዶ እቶም ኣሕዋትኩ ዶ ዝብል ዘረባ ካብ ኣፍካ ክሞልቕ ከይሰምዖ ሓራይ ሕራይ መጸጹ ካብቲ ቀንዲ ጉዳይና ኣውጺኺ ስቅ ኢልኪ ሃልውልው ከተብልና ጸኒሕኺ። ሰብ ኢሎሞ ሰብ ኢሎሞ። እሞ ንገዛኻ በጊዕ ምግዛእ እሞ ድማ ባዕልኻ ቀይሕን ጸሊምን ድሎትን እናበልካ ትበልዖሲ ክንድዚ ዘረባ
ኣንታይ ትሰምዕ እንዲኻ። ኣነ ናብ ገዛይ በጊዕ እንተገዚኤ ሮቤል ወደይ ከዓ ኤዕዳዉ ክዝርግ እዩ ንሮቤል እንተገይረሉ ድማ እታ ጥምይቲ ደሃብ ሓፍተይ ከመይ ኢለ ይፈልያ ዶ
እሞ እንታይ ምግባር ዳሓይሽ ዝሓይሽ ደኣ ክሳብ ዝውዲ ዓመት ዝሓልፍ እናተሓባእኻን እናሃደምካን ምንባር እዋይ ደቦጭ ኣንታ ደቦጭ ኣውድኣመትሲ ምስ ስድራኻ ትእኽኽብ ኣቢልካ ዘለካ ጌርካ እዩ ዝሕለፍ ኣንታ። ወይ ኣታ ኣነ ኣብዛ ወርሒ እዚኣ እኮ ሳልሳይ ግዜ እኮ ዝሕተት ዘለኹ ሳልሳይ በጊዕ ክገዝእ። ከመይ ሳልሳይ በጊዕ ከመይ ከመይ ከመይ
ዊንታ ጓለይ ነቲ ዘይናህናን ነቲ ዘይብጽሓናን ጽባሕ ናይ ጸዓዱ ክሪስማስ ስለ ዝኾነ በጊዕ ሕረደልና ጽባሕ ንጎ ንኣሜሪካ ክኸይድ ጽቡቕ ፋል ተኾነኒ ምስ በለት እናሓሪደ
ሓደ ተኻልኣይከ እዚ እውን
እቲ ዘይብርሃና ሓድሽ ዓመት ከሎ ንሄለን ጓለይ ክሕጉስ ክብል በጊዕ ቐንጢበ ሓመድ ደኣ ብላዕ እምበር ንስኻስ በሊዕኻ እንዲኻ ሕጂ ከኣ ሳልሳይ ኣባ ሓበሽ ዘይተሓተቶ እኮ እየ ኣነ ዝሕተት ዘለኹ እንታ ኣይ ደቦጭ ዘረባኻ ግና ካብ ኣፍካ ከይወፅ ከሎ ቆብ ኣቢለዮ ዓንተ ወይ ደዊለ ደልየካ ነይረ ስለ ዝበልኩኻ እኳ ኢኻ ንዓ ኣፈይ ክትዓፁ ደሊኻ ዝኹሉ ዘረባ ኣፍካ ደኣ ብኸናፍርካ ዕጸዎ እምበር ኣነ ድየ ዝዓጽወልካ? ዶስ እቶም ኣስናንካ ንግዳም እናወጹ ስለ ዘሸገሩኻ እዮም? ኣታ ስዋ ከስትየካ ደይኮንካ ን ደልየካ ኣለኹ ዝበልካኒ? ኣታ ክላስ በል ስዋ ደኣ ባዕለይ ደየስትየካ ካልእ ደኣ እንታይ ደሊኻ ኣንታ ኣንታ ሽሕ ግዜ እኳ ድኻ እንተ ኾንኩስ ኣይሰብ እንድየ ከምቶም ደቅኻስ ውላድ ኣላትኒ እንዶ እ ንዓይ ከይተሸግር ኢላ ሱቕ እንተ በለትሲ ድሌታታ ጠፊእኒ መሲልካ እሞ እንታይ ማለትካ እዩ ዋዕ ኣንታ ዶቦጭ ዓርከይ ምዛ ለባም ጓለይ ጽውም ነይረሲ ብዓደስ ከይፋስክሲ ንእሽተይ ወጠጠ ግዛ ኣቢለ ደም ከንቅዕ ስለ ዝደለኹስ ገንዘብ ኣለቅሓኒ ወደይ ኣለቅሓኒ
ኣንታ ናይ ገዛይ ከይኣኽለንስ ንስኻ ኣለቃሓኒ ክትብለኒ እስኻ ደኣ መቆድሚ ትወጦጦ ኣብዚ እንዲኻ ንዓይ ኣንቂዕኻኒ ዋንታ ኣነ እንታይ ዝገብሮ ኣንታ እዞም ኣግራብ እውን ኣለቃሓኒ ክብሉን እየ ኣንታ ደወጭ ሓወይ በጃኻ በጃኻ ዋላ ናተይ ስደለየ ምኾነ ነታ ጓለይ ክትብል በጃኻ ኢለካ ኣታ
ወይ ደኽብላታ እምቢ ከኣ በልኩኻ ኣይ እወይ
ስማዕ እሞ ተመርዒኻ እንድሕር ጎጆኻ ክፈሊኻ እኮ ነብስኻ ዝኸኣልካ ሰብኣይ ማለት እዩ እምበር ከም ቆልዓስ ማማ ከም ዝደልየ ባባ ከም ዝግበረለይ ክትብል ኣንተ ቁሩብ ሕፈር በጃኻ ደሓን እዘን ትዛረብየን ዘለኺ ቃላት ፅባሕ ንጎ ተመሪዕኺ ካብ ገዛና ምስ ወፃኺ ተደጊምክየን ክንርእየኪ ኢና ኣይ
ይትረፍ ዶ ሓዳር ገይረ እሞ ድማ ዝሕግዝ ሰብኣይ ሃልዩኒ ኣብዚ ሕጂ እውን ወላ ኣብዚ ዘለዉ ኩኑ ወላ ኣብቶም ደገ ዘለዉ ነእዳዎም ዝጥምታ ኣዒንቲ ከም ዘይብለይ ጽቡቅ ጌርካ ትፈልጥ ኢኻ። ተመክሒ ተመክሒ እስኺ ትምካሕ ትምካሕ ኣብ ርእስኻ ኳሕ ይብሉ ሰብ ሓዳር ከምዚ ከማይ። ኣይ ኣታ ኣታ ኣታ ቁሩብ እባ ቁሩብ ተሰከፍ በጃኻ ኢለካ ታክሲ ሒዝካስ ክንድዚ ትልምን። ስምዕ እስኪ ኣነ ዶሞዝተኛ ታክሲስታ እምበር መዓስ ዋና ታክሲ ኮይነ። ደሓር ከኣ ምሸት ምሸት ባዕልኺ ከምዚ ሓሳብ ዘይትገብርለይሲ ከምዚ ጌርኪ ትወራዝይ ኣለኺ ሮቤል ሕደ ከይተዛርበኒ እንታይ እንታይ ኣፋረ ከም ትገብር ዘይፈልጥ ከይመስለካ ሓራይ እሞ ተየላ ሓፍተይ ድሌት ሸዊት እናፈለጥኪ ደሓር ከኣ ንዓ ጥራይ ዝተመራዕኹዋ እዩ ዝመስለኒ ነይሩ እምበር ንስድራኣ ብምሉኡ ከም ዝተመራዕኹ ሎሚ እየ ፈሊጠ ኣንታ ስቕ በል ስቕ በል ሓራይ ሓሳዊ ዋ ቁሩብ ኣይትስከፍ እንዲኻ ስኢልካ ሽም ሰብ ተጥፍእ ኣቦ ሸዊት ንዓኻ ይምለአልካ እምበር ካባኻ ቅንጣብ ኣይደልን ሓራይ ኣካይዳኻ መዓራሪ ኣተዮላ ሓፍተይ ኣነ እሞ እንታይ ዘይገበርኩ እንታይ ዘይገበርኩ ግደፍ ግደፍ ሮቤል ካብ ሓፍትኻ ናብ መደበኛ ስርሐይ ኣትየ ከየላፋልፈካ ሓራይ ካብቶም ሓዳር ዘይብሎም ዓዋሉ ነጨበረር ኣዕሩትኻ ከይትፈላልኻ ካብ ተመጽዋትነት ወጺኻ ማለት ዘበት
ያ ከየሉ ኣይተሓይልና እባ ዕድሜና ከ እባ እሞ ብግምት እትው ድሓር ከኣ ሎሚ ተዘይተካየፍናስ መዓስ ኢና ክንካየፍ ዋ ኣታ ሕፈር ሕፈር ሓራይ ዶ ኣነ እኮ ምንኣስ ምንኣስ ሓፍትኻ እየ ዋ ኬፋት መን ዘይፈቱ ከምዚ ድሕር ኮንካ መን ኣብ ሓዳር እቶ ኢልካ እዋይ እዛ ኣምላኽሲ ሎማዓንቲ ስታር ገብረልካ ተዝብለንስ ኣበይ እሞ እንታይ እሞ ከይትብሎ ኢኻ እህብቲ እሞ ንሞታ ኣምላኸይ ነዛ ውድኣመት ከኣ በጊዕን ጤልን ግዝኣለይ ኢኻ እኮ ክትብሎ ዋይ ሞይተ
እንታይ ደኣ ክትብሎ ካልእ ደኣ እሞ እስከ ንገረኒ ሓረይ መዓልቲ መርዓይ ሪዋይንድ ጌርካ ናብ ነጨበረር ምለሰኒ እምበልኩ በቃ ሰይምሮ በቃ ገንዘብ ዝኣኽል ዘይኣኽለካስ ካብ ሃብታም ምዃን ስነ ዝመሪፅካ ኣታ ሃብቲ ደኣ ብድሕሪኡ እኳ እዩ ዝመፅእ እዛ ብንእሽተኻ ተሃዊካ ናብ መርዓ ምእታው ምስ ድኽነት ምቁራን ማለት እዩ በቃ እንተኾን ከ ንኣሞ ቀዲምካ ነዚ ዘይሓሰብከ እንታይ እንታይ ከ ዘይፈለጥ ክትኾን ሸዊት ምስ ሸብዐት ፋዘራ ወይ ኣክባ ወይ ክኸሰከያ ምስ በለኒ ከይፈተኹ ተሃዊኸ ናብዚ ሓዳር ድርግም ደይኮንኩን ኢለ ስቕ በል ስቕ ስቕ በጃኻ ኢለካ ስምዒትካ ዘይትቆፃፀር ትኾንካ ድኽነት ኣብ ትሕቲ ቁፅፅር ኣትያ ከም ትቆፃፀረካ ትፈልጥ እዩ ነይርካ ኣትየላ ሓፍተይ ከምቲ ዝሓለፈ ክረምቲ ገዛ ኣይስራሕን እዩ ዝበሃል ሕጂ ከኣ ኣብ ዘይከውን ነገር ኣብ እንተታት ኮለል ናይ ዝበልና ትርጉም ስለ ዘይብሉ እታ ፍታሕ ጥራይ ኣምጽእ። ኣንታ ሓወይ ሽግርካ እንዲሞ ዘይፍታሕ ኮይኑ ሓደ ተፈታሕካ ካልእ መጸካ ሓደ ነዃል ተሸፈንካ በቲ ፍርሽሓካ ዋእ። ደሓን የሎ ሓፍተይ ሕጂ ጽቡቅ ጌርና ክንሓትሞ ኢና ከነጥምሞ ኢና ሕጂ ግን ባባ ንዓኺ ጥራይ ስለ ዝሰምዕ እዛ ኣውደኣመተይ ከኣ ዘይኣውደኣመተይ ኮይና ከይትሓልፍ ምእንቲ በጊዕ ገዚእኺ እዛ ሽግረይ ከም ትድባሕ ግበርያ። ኣብዛ ኣፍንጫ ፒኖክዮ ዝኾነት ሸዊት ከይተውዕልኒ። ፒኖክዮ?
እወ፣ እታ ጥፍናቕ ስለ ዝገጠመታስ ፒኖክዮ ኢለ እየ ዝጽውዓ ዘለኹ። እሞ ገዛእ ኹሉ ከይትሰምዓካ ድኣ ፈሪሕካ? ኣትንሂ ኢላትና እንድያ፣ ማይ እኮ እያ ኣእትያትልና ከብድና። ከይትነግርያ ኸኣ ኣብ ርእሲ በጊዕ ዘይምምጻእ ኸኣ ህኮት ከይትዘርእልና።
ሓንሳእ ይነግረልካ ነይ ብልዓዮ ጥራይ ኣይስክሬምካ። ትኸፍሎ ዲኻ እዚ ኸ? በጊዕ ከይገዛእኹስ ኣይስክሬም ክበልዕ?
እዛ ሰናይ ስናይ ወደ ኣመታ ኢና ክንገብር ተበልኳስ ኣብዛ እዝኒ ዕፁ ተብለኒ ፅቡቅ ገበረትኪ ለማኒ
ማማ እኮ ንሳቤላ መሓዛይ ሓፍታ ትሰደላ ስለ ዘይትፈልጥ እኮ ኣሕባይ ትግረኒ ኣባጊዕ ድያ ካብ ኣሜሪካ ብካርጎ ትሰደሎም ኮይና ዋይ ኣባጊዕና እንታይ ብካርጎ ደስድድ ኣለዋ ቀደም ቀደም እኮ እዮም በጊዕ ዝሓርዱ ትዝገርመክኸ ንሳ ኣቦኣ ኣዲኣ ጥራይ እኮ እዮም ከዓ ዋይ ምግና ኣቲ ሰለስተ ሰባት ሲ ኣብ ሰሙን መጊዑ ይውድዋ ኣንቲ ማማ ትገዝኦም እንዳ ጋሻ እዩ ኣብቲ ገዛት ሲ መን እሞ ዘይመፅእ ድሓር ከዓ ቀረባ ስለ ዝኾነ ዓዶም ብዘይ ጋሻ ሓዲሮም ኣይፈልጡን እዩ ምዃን ከዓ
ደይልስ ተኽድበይ ንኽስ ሓደ መኣዲ ኢኺ
እሞ ክኢላትልኩም ስለ ዘላስ ኣመስግንዋ እምበር ንኣቦ ደም ሓዊ ከከይፈተን ኩሉ እውይ ንኣቶም ውሃ ገዲፍኪ ተዛረቢ ኣብ ኢንተርነት እንደ ጸኒሐ ኦንላይን ከም ዘሎ እንዳረኣኹዎ ሃይ ተበልኩ ሃይ ተበልኩ ወይ ክክምልሰለይ ተሓጎሙ ከክብለኒ ድዩ ኣስቅጥ እንታይ ዘይበለኪ ደሊኺ ዋ ካልእ ትረፍ ሃይ ክብሎ ከለኹ ሃይ ኢሉ ምልሰለይ ሕስቕ በሊ ጸላኢና ሃይ ይበል ንስኺ ድኽነት ዝበሃል ሓፂን ፀቒጥኪ ሃይ ይበል እምበር ንሱ ደኣ እንተኾይነ ኢሉ ሃይ እንዳበለ ዝተቐንዘው ያት ብቻለ ግዚኦም ክሓምቁ መዓት እዮም ነው ደኣ ምስ ዘይኮኑ ደድ ኣትስቕ በሊ ሕማቓስ እስኻትኩም ደኣ ብሃቡኒ ናብ ህበይ ተቐይርኩም ዘለኹም እሞ ካብ ኣሕዋትና ሓሊፉ ደኣ መን ገብረልና ደሊኺ ኣንቲ ንሳቶምሲ ብምሃብ ትሽሾም ፅግ ክውፅ እዩ ቁሩብ ካብ ምንኣስኪ ሓፍቲ ክይትመሃሪ እዋይ ብቀዳማይ ሰናይት ጓለይ ደዊላ ሄሉ ሓፍተይ እንታይ ክሰደልኪ እንታይ ኢኪ ትደልይ ተብለታሲ ከመይ ድየ ኮሪዐ እዋይ እንታይ ኢላታ ማለት እዩ ዋላ ሓንቲ ይደልኒ ግና ኣብዚ ዓዲ ፅቡቃት ሽፎን መፅየን ስለ ዘለዋ ኣነ ክሰደልኪ እየ ኣይትብላን
ዘይዓርፈሉ ድኻስ ንሃፍታም ይጋብዝ ድዩ ድበሃል? ራ በሊ ከመይ ድየ ኮሪዐ ዕዋይ ዝተሓበኩዎ ኣቲ ከስዕደስ ናይ ብሓቂ እዩ ጉራምራ
ንሕና ከለና ድኻታት ንሃፍታም ክሕግዝ ምባላስ ሕጒስክ እምበኣር ንሳ እውን እኮ ናይ ኣእምሮ እምበር ናይ ገንዘብ ሃብታም መኣስ ኮይና እሞ ንሳ እኮ ደሞዝተኛ እያ እሞ ንስኽስ ካብ ዘበጥበጥበጥበጥበጥ ትብል ዘይትሰርሒ ደፍና እጃኺ ምዃን ምልማን ዝለመደ ሰብ ከዓ ከመይ ገይሩ ክሰርሕ እሞ ሕጂ ሕስብ እሞ ብልዩ እዛ ወደ ዓመት እዚኣስ ብዘይ በጊዕ ብዘይ ፓናቶነ ብዘይ ሓድሽ ክዳን ክትሓልፍ ማለት ድዩ ዓመት ክዕደ ቋሕማም ኣንቲ ኣሽንኳ ኢደ ንስኺ ስጋ ብክልተ ኮራርምቲ ክትሕይኽዮ ዝወራሕክሲ ንሕናቶም ፀዋሚ ክመን ክንዳ ከይሓመምና ሕምምቲ
እዚኣ ኻፅቦት እሞ ማማየ ጾም ደኣ ኩላተን መሓዙትኪ ስለ ዝጾማ ኖርማል ኮይኑ ንስኺ ግን መታን ፍልይ ክትብሊ ኣብ ኣውደኣመት ሓምሊ ሽሮ ሕልበት እሞ ብልዒ ትኽ ኢልኪ ክትጸድቂ ሓራ ስርየል
ሰቢሎሞ ሰቢሎሞ
ኣንታ ወዲ ሓወይ ከመይ ቀኒኻ መርሓባ ቢዓንዳ ስራሕ ከመይ ኣሎ ሓኒዩ ዋ ሎሚ ደኣ ብታክሲ ኢኹም ግዲ ክሸራሸሩ ደሊኹም ዘለኹም ኦይ እንታይ ታክሱ ታክሱ ትረፈኒ ኣነስ ንዓኻ ደልየ መፅየ እንታ ወዲ ሓወይ ይሂ
ንዓይ ደኣ ናይ ደሓን ደሊኹምኒ እዋእ ኣንታ ነቱቦኻ ተዛረቦ ክብለካ ኢለ እየ ዋ ንባባ ደኣ እንታይ ኢለ ክዛረቡ
መሕለፊ ዝውድ ኣመት ዝኸውን ስይጤል ናብ እዋይ ኣባይ ዓንዳይ ዕምርኹም ክነውሕ እንዳዘኮርኩኹም እኳ ኢኹም መጺኹም እንታ ወዲ ሓወይ ስኻ እኳ ለባም ኢኻ ንበይ ዓንዳይ ስመግዝእ ጤል ዝኸውን ገለ ገንዘብ ኣለቃሕ እየ ደልካ ኢኻ ዋይ ነዳይ ናይ ሉባ ሓልም ድዩ ዝበሃል ወሪድና እንዳ ከመይ ኣቢለ ከምኡ ክብሎ ብምንታይ ዳ ክዝክረኒ ጸኒሕካ ዳ እንታይ ድዩ መሲልኩም ኣባይ ዓንዳይ ቁሩብ ጽግም ኢላትኒ እንድያ ዘላ ንወድኻሲ መሕለፊ ውዳእመት ዝኸውን በጊዕ ግዛኣሉ በልዎ ኢለ ክድውለልኩም እንዳበልኩሲ ብኢድኩምን ብእግርኹምን መጺኹምኒ። ወይለይ እንታይ ኮንካ ባዕልኻ ዘይትድውለሉ። ንዓይ ድኣ ምቕባል እንድዩ ኣብይኒ ዘሎ። ሰብ ኢሎሞ ሰብ ኢሎሞ
ኣታባ ናይ ወደ ዓመት ሓድሽ ክዳን ከይገዛእኻለይ ድሮ ወደ ዓመት ኮይኑ እዚ ኩሉ መሊኡ ፈሲሱ ዘሎ ክዳውንቲ ክበር ማዲኺ እሱ ዳሞ ፋሽኑ ዝሓለፈ እንድዩ መሓዝተይ ክዋራ ዘያለ ዲኻ ደሊኻ እሞ ደሓን ሰለስተ ፋሽኑ ዝሓለፈ ክዳውንቲ ክሸጥኪ ብቲ ዕዳጋ ሓራጅ ሓንቲ ፋሽን ትገዝእ ሽዕኡ ኣነ ገንዘብ ካብ ምውጻእ፣ ኣርማድዮ ከኣ ዓቕሉ ካብ ምጽባብ ንድሕን። ደሓን ደሓን ኣነ ሽፎን ግዝኣለይ ኣይብለካን እየ። ኣቲ ሕጂሲ ሽፎን ግዝኣለይ ዘይኮነ ጣቓ ግዝኣለይ በሊ። ሽፎን ገዲፈዮ እየ፣ ጥራይ ጉዳይ በጊዕ ግበር። ኣታ ስቕ እንደ በላ ስምዓ፣ ኣስተውዕላ። ሄለን ጓለይ ዕቁብ ስለ ዝበጽሓ በጊዕ ክትገዝኣልና ኣብ ዕዳጋ በጊዕ ተራእያ ሰሚዐ ኣለኹ። ኣታ ቁሩብ ዓቕሊ ኣይትገብራን? ዋይ ዓሕ እዋይ ኣነ ዊንታ ተጸባይቲ ኢት ሰብ ኮይነ ሕጂ ድማ ከብደይ ኣብ ንእሽተይ ሓፍተይ ዑቕባ ሓቲቱ ኤእ ሰሪሑ ዘይኣቱ እዚኣ እያ ትጽቢቱ ሰብ ኢሎሞ ሰብ ኢሎሞ። ሓሚምካ ተኸድካዮም ስመይቶም ጸንሑ ሃብር ትጻወት ዲኻ ዘለኻ? ከመይ ኣቢለ እየ ዝጻወት ንስኹም ከ ትጻወቱ ዲኹም ዘለኹም?
እሞ ነቦኻ መዓርካ ነቦኻ ሓላልካስ ኣነ በጊዕ ግዝኣሉ ኢለ ክልምነልካ ደሓን ደሓን መዓር ድዩ ደቦኹናስ ኣነ ፈልጦ ንዓኹም ሰዓርኩም ሓላልኩም ከሎ ደይኮነ ለምነለይ ትብሉኒ ዘለኹም ሓላልኩም ሓንኳሊኹም ክትብል ዲኻ እሞ ሓባ ርኢኹም ዶ ከመይ ሓቢ በሊዕካ ጥቕልል በል ወደይ ኣነ ናይ ኣውደ ኣመት በጊዕ እንዳተጸበኹስ ሓቢ ተመኒኹምለ ዓልቀ ብልዑ ኢለ ግን ኣይደፍረኩምኒ ኣነ እንታይ ደኣ ክትብል ርሑስ ኣውዳእመት እየ ክብለኩም ኣታ ኣታ እስኻስ ኣብ ብርክኻ ተተንፍስ ጎበዝሲ ክትልምን ኣን ብዛዕባ ምልማንሲ ኣይንሕሾ ይንሓምቆ ኣጭ
ፅናሕ በል ለማኒ ወዲ እዚ እዋ ከይትምሉ እዋ በሉ ብስሓቅ ተተኩሰ ከይመውት ከይመውት ንስኻ ዳ ሕጂ ዲኻ ሜትካ ንስኻ እሞ ሕጂ ቀብሪ ጥራይ ተሪፍካ ዘለኻ
ደኣን ክልቴና ብሓንሳብ ንቕበር እንታይ ኣልካኒ

ዔኮ ኢለ እንዴ ንዓይኮ ዘይሕሱ ሰብ እኮ እዩ ነጊሩኒ እሞ እታ በጊዕ ከ ዳቤላ እምበዕ ማማሜያ እዚኣ ከ እንታይ እያ ኮይና በጊዕ ግዝኣልና ብዝብሉ ተዛረብቲ ባጊዕ እምበር ተዋሪዳ ኣነ እዚኣሲ ድኳን ምሽከሚታ ኣንታ እዚ ስእሊ እንታይ እዩ እቲ ምልማን ኣመል ድዩ ዝገብሮ ንዓና እኮ ይገዛእኻልና
ነሞይ በጊዕ ናይ ኣውደኣመት ክገዝአላ ምስ ሓሰብኩ ወይ ናይ ኣጋጣሚ ንሳ ከዓ ገዚኣ ፀኒሓትኒ ኣቲ እዚኣ በጊዕ ኣይኮነ ዋላ ጣዕዋ ትገዝእ ሃብቲማ እንድያ
ኣነ ከዓ እታ ናይ ኣውደ ኣመት በጊዕ ነሞ ይገዝእላ ዝሓሰብኩ ንዓና ዶ ገዚእኽያ
ዘይኮነሲ
ክልተ ኣጣል ገዚኤ ሓንቲ ንዳሮቤል ሓወይ ሂብዮም እታ ሓንቲ ድማ ነተን ኣብቲ ኣንጎሎ ዝሸጣ ምሻ ኣለዋ ዓባይ ሰበይቲ ማስቲካ ፉል ገለ ዝሸጣ ንዐን ሂበየን መፅየ ንሕና ኸ ንሕና ጉም ኢልናስ ንዓዲ ሃገር ገዚእኪ ዋ እንዳኸ ኣትማማ ፀዋሚት ዶ ኣይኮንክን ካብተን ዓሰርተ ትእዛዛት ናይ ኣምላኽ ሓንቲ ንዝጠመየ ኣብልዑ ዶ ኣይኮነትን ትብል ንስኺ ኸዓስ ኣብ ክንዲ ብግብረይ ትሕጎስስ መሊስኪ ትጉሂ
እሞ ንዓኹም ጠሚኹም ሃቡ ዶ ይብል እዩ
ኣቲ ሓፍተይ እንተኾንኪ ክትጠሚ ኣብ ፍርጅ ክተሪ መሊ ዘሎ ስጋታት ዘይኮነ ዘሎ ዋ ኣብ መውዳእነት ምድረስ ደም ከይንቃዕና ክንዋ ዊንታ ጓለይ ደምሲ ናይ ሰብ ድዩ ናይ እንስሳ እዩ ዘይተፈልጠ እምበር ግዲ የብልክን ክነቅዕ እዩ ሰብ ኢሎሞ ሰብ ኢሎሞ

እሞ ድማ ኣብ ጾም ዝተሓርደ ስለ ዘይትበልዕ ኣጆኺ ማማየ መዓረይ ብኣይ ቅሰኒ ኣነ ከኣ ንዓኺ ደርሆ ክንቀዓልኪ እየ።
ወይ ትብልዕ እንዲ እንብል ጠስያ እንዲ ዓበባ ኣመስሲ ደርሆ ሓንሳብ ሞጽ ሕነ እዛ ሞኽንታ ወይኒ ዓሰርተ ግዜ ትደዋውል ዘላ ምሽ በጊዕ ገዚኣ ኢልኪያ ሕጂኸ እ ቀይሕ በጊዕ ስለ ዝገዘአትሲ ቀይሕ ሽፎን ድያ ግዝኣለይ ክትብል ደልያ እዋ ባባ እንታይ ከም ትብለካ ክትሰምዕስ ዘይትቕበላ
ሄሎ ሄሎ ዶበጭ ሓወይ ከመይ ውዒልካ ደሓን ዲኺ እንታይ ክኾንኪ ዶበጭ ሓወይ ደዓኛ በጊዕ ገዚኤ ንገዛ ሰዲደልካ ኣለኹ ከይትገዝእ ኢለ እየ እ
ወይ ወይ ወይ ወይ ኣንቲ ደሃብ ሓብተይ ኣንቲ ወይ እዚ ኩሉ ንዓኺ ኢልኪ ዝገዛእኽዮስ ናብዚ ክሰዱ እዮ እንታይ ኣሰከፈኪ ደኣ ታይ ስክፍታ ኣለዎ ኣነ በይነይ ኣብ ገዛ ተዓምጺጸ ካብ ዝውዕል ምሳኹም ክውዕል ኢለ። እዋይ በሊ ደሓን የቐንየልና የቐንየልና የቐንየል ኣይትጓዓሱ ኣሞኹም ከመይ ዝበለ ቀይሕ ዳሕኛ በጊዕ ገዚኣትልኩም ኣላ እወ የቐንየልና የቐንየልና ኣሜን ኣሜን የቐንየልና ኣባ እወ

መግዝእ በጊዕ ገንዘብ ኣለቅሓኒ እንዳበለ ሞኽ የብለኒ ኣሎ።
ዶቦጭ ካብ ሄለን ጓልና እኳ ኣይንመሃርን ንሳ ንሽግሯት ስለ ዝሓገዘት እኳ እያ ሓፍትካ ዘይሓሰብካያ በጊዕ ትሰደልካ ዘላ እዚኣ ሓቂ እያ ንሕና እንዳበላዕና ዓርክኻ ኣቦይ ዓንዳይን መሓዛይ ሜርን ድፍን ኢሎም ክውዕሉ ሓጢኣት ዋይ እሞ በቃ ነንና ቢለሲ ከለቅሖም ስለምንታይ ተለቅሖ ባባ ኣሞይ ድሃብ ትበካ እምበር ተለቅሓካ ኣላለ ስለዚ ንስኻ ከኣ ብነጻ ሃቦ ብነጻ እወ ሓቃ እያ መጽሓፍ ቅዱስ እኮ ሃቡ እሞ ክወሃበኩም እኳ እዩ ዝብል
ኣንታ እናዘከርናዮ ከዓ ደው ኢሉ ዓንዳይ
ተቐበሉ ተቐበሉ ባበይ

ሓጋይዚ ከመይ ተሓጒሱ ኣሎ መስለኪ ኣብኣ ከሎ ዝዓይኒ ከሎ ታሕጓሱስ ኣብኣ ከሎ ተራእዩኒ እቲ ኣነ ዶ እቲ ናብ ኦፐሬተር እምበር ተቐይረ
ፊዚ ወንዲ ኣሎ እዚ ደኣ ናይ ወፃእ እንዲ ደኣ
ንቀበሎ ዶ ዋ ናይ ግድን ናይ ደገ እዚ ኣለቃሓና ኣይብሉን እዮም

ከምኡ ዝብለኪ መሲልኪ ኣውድኣመት እንድዩ ኣውድኣመት ሕማቅ ኣይዝረብን እዩ ግና ከም ሓፍትኺ ለብሚ